ሻሎም ሻሎም ብሩኻት ህዝቢ ኣምላክ ከመይ ኣለኹም ሰናይ ድዩ ሻሎም ሻሎም በርከስ ሕጂ እውን ጎይታ ዕድል ሂቡና እግዚኣብሔር ይመስገን ከነምሉ ኮይና እግዚኣብሔር ይባረክ የሱስ ክርስቶስ ጎይታይ ከንወድሶ ኢና ቃሉ እውን ሸር ክንገብር ኢና ክብሪ ንኣምላክ ይኹን እግዚኣብሔር ዓብዩ መዝሙር ንእግዚኣብሔር ሎሚ ድማ ከነምልኾ ኢና ጎይታ ይባረኽ ስለ ዝግብኦ ዓብ ስለ ዝኾነ ልዕሊ ኩሉ ስለ ዝኾነ ገዛእ ኩሉ ስለ ዝኾነ እግዚኣብሔር ይባረኽ ኣምላኽና ዓብዩ ዘይልወጥ ዘይቀያየር እንተሎ እግዚኣብሔር ጥራይ ክብሪ ንስሙ ይኹን ከነምልኾ ኢና ጎይታ ይባረኽ

የስ ሰናይና ዝኾነ ጎይታ ሰናይና ንሱ እዩ ጎይታ ይባረኽ እግዚኣብሔር ምልኣትና ንሱ እዩ እግዚኣብሔር ይመስገን ሃሌሉያ እግዚኣብሔር ሰናይ ዝገብር ኣምላኽ እዩ ካብ ሰናይ ናቱ ዝተላዕለ ሰናይ ትኸውን ካብ ብርሃን ናቱ ዝተላዕለ ብርሃን ትኸውን እግዚኣብሔር ይመስገን

ጎይታ የሱስ ጎይታ እዩ ሃሌሉያ ክብሪ ንኣምላኽ ትምክሕትና ዝኾነ ጎይታ ስሙ ይባረኽ ሃሌሉያ የስ ቀዳማይ ጴጥሮስ ሃሌሉያ ምዕራፍ 18ስ ከምዚ ይብል እግዚኣብሔር ይመስገን ጎይታ የሱስ ጎይታ እዩ ሃሌሉያ እንታይ ይብል ከመይ ከመይ ካብቲ ካብ ኣቦታትኩም ዝወረስኩሞ ኮንቱ ዝኾነ ሂወት ብደም እቲ ኣበርን ርኽሰትን ዘይብሉ ገንሸል ማለት ብኽቡር ደም ክርስቶስ ኢኹም ዝድሓንኩም እምበር ብጠፋኢ ነገር ብብሩር ወይ ብወርቂ ከም ዘይኮነ ትፈልጡ ኢኹም ንሱ ቅድሚ ምፍላጥ ንሱ ቅድሚ ምፍጣር ዓለም ዝተሓርየ ኣብ መወዳእታ ኣብ መወዳእታ እዚ ዘመን ግና ምእንተኻትኩም ዝተገልጸ እዩ፣ ንስኻትኩም እምነትኩምን ተስፋኹምን ኣብ ኣምላኽ ምእንቲ ክኸውን፣ በቲ ካብ ምዉታን ዘተንስኦ ክብሪውን ዝሃቦ ኣምላኽ ኣሚንኩም፣ ንሱ ንሓቂ እናተኣዘዝኩምን ግብዝና ንዘይብላ ብፍቕሪ ኣሕዋትን ንነፍስኹም ስለ ዘጽረኹምን ብንጹህ ልቢ ንሓድሕድኩም ተፋቂርኩም ብህያው ንዘልኣለም ብዝነብር ቃል ኣምላክ ካብ ዘይጠፍእ ዘርኢ እምበር ካብ ጠፋኢ ዘርኢ ኣይኮንኩምን ከመይ ብሓድሽ ዝተወለድኩም ከመይ ኩሉ ሰብ ከም ሳዕሪ እዩ ኩሉ ክብሪውን ከም ዕምባባ ሞረር እዩ እቲ ሳዕሪ ይነቅጽ እቲ ዕምባባውን ይረግፍ ቃል እግዚኣብሔር ግና ንዘልኣለም ይነብር እቲ ንኣካትኩም ዝተበሰረ ቃል ከኣ እዚ እዩ ይብል እግዚኣብሔር ይመስገን ጎይታ የሱስ ጎይታ እዩ ስለዚ እዚ ቃል እዚ እንታይ እዩ ዓቢ እዩ ባበርን ርክሰትን ዘይብሉ ገንሸል ኢኹም ዲሕንኩም ኢሉና እግዚኣብሔር ይመስገን ብወርቅን ብሩርን ብዝጠፋእ ነገር ዘይኮነስ እግዚኣብሔር ይመስገን ተኣበርን ርክሰትን ዘይብሉ ጎይታ ንሱ እንተኮይኑ እዩ ዓዲጉኩም እዩ ኢልና እግዚኣብሔር ይባረክ ስለዚ ነዚ ቃል እዚ እናስተንተና ነቲ ክብሪ ንኣምላኽ ሰማይ እንታይ ንገብሮ ኢና ከነምልኾ ኢና ክንውድሶ ኢና ክነዕብዮ ኢና እግዚኣብሔር ይመስገን ስለቲ ሃሌሉያ ፍቅሩ ስለቲ ሕያውነቱ ስለቲ ለውሃቱ እግዚኣብሔር ይመስገን ጎይታ ንመስግነካ ንባርኸካ ኣሎና እግዚኣብሔር ጎይታ ሰራዊት ተመስገን ተመስገን ሃሌሉያ ልዕሊ ኩሉ ስለ ዝኾንካ እግዚኣብሔር ሃሌሉያ ስለቲ ዘይውዳእ ፍቅርካ ስለቲ ዘይውዳእ ምሕረትካ ስለቲ ዘይውዳእ ሓልዮትካ እግዚኣብሔር ሃሌሉያ ካብ ዘይጠፍእ ካብ ዘይጠፍእ ዘርኢ ስለ ዝወለድካና ጎይታ ጎይታ ብሽም የሱስ ክርስቶስ ንዘለኣለም ብዝነብር ቃል ስለ ዝወለድካና ጎይታ እግዚኣብሔር እዚ ድማ ካባኻ እዩ እሞ ጎይታ ነመስግነካ ንባርኸካ ኣሎና ንውድሰካ ኣሎና እግዚኣብሔር ስለ ዝግባኣካ ክብሪ ክትወስድ ንስኻ

እግዚኣብሔር ዓቢ እግዚኣብሔር ቅዱስን ዘለኣለማውን ዝኾንካ እግዚኣብሔር ኣቦ ተመስገን ጎይታ ንስኻ ልዕለ ኩሉ ኢኻ እሞ ተመስገን ግዜን ሰዓትን ስለ ዝሃብካና ጎይታ ተመስገን ኣቦ ብሽም የሱስ ክርስቶስ ንስኻ ሓቀኛ ኣምላኽ ኢኻ እሞ ተመስገን ጎይታ ብሽም የሱስ ክርስቶስ ሰማይን ምድርን ክሓልፍ ቃልካ ግና ኣይሓልፍን እዩ እግዚኣብሔር ካብቲ ዘይጠፍእ ዘርኢ ካብቲ ዘይሓልፍ ቃል ሃሌሉያ የሱስ ብወድኻ የሱስ ክርስቶስ ስለ ዝወለድካና ጎይታ ተመስገን ተባረኽ ሃሌሉያ እዚ ድማ ካብ ለውሃትካን ምሕረትካን ጸጋኻን እዩ እሞ ተመስገን እግዚኣብሔር ተባረኽ እግዚኣብሔር ኣምላኽ ሓቂ ንስኻ ኢኻ እሞ ተመስገን ኣቦብ ሽም የሱስ ከምዚ ዝበለ ዕድል ስለ ዝሃብካና ጎይታ ተባረኽ

ሃሌሉያ እግዚኣብሔር ዓብይ ኢኻ እሞ ተመስገን እግዚኣብሔር ቅዱስ ኢኻ እሞ ተመስገን ኣቦ ብሽም የሱስ ክርስቶስ ሃሌሉያ ጎይታ ተመስገን ተባረኽ ተወደስ እግዚኣብሔር ሃሌሉያ ቃልካ ድማ እንታይ ይህብ ኣእምሮ ይኸፍት እሞ እግዚኣብሔር ጎይታ ሰራዊት ንምስትውዓልና ክትከፍቶ ንእምሮና ክትከፍቶ እግዚኣብሔር ኣቦ ብሽም የሱስ ክርስቶስ ቃልካ እግዚኣብሔር ሃሌሉያ የጥዕይ የናግፍ የድሕን እግዚኣብሔር ይልውጥ እግዚኣብሔር የሱስ ክርስቶስ ተመስገን ህያው ስለዝኾነ ቃልካ እግዚኣብሔር ይበጽሕ እሞ የናግፍ እሞ እግዚኣብሔር ተመስገን ተባረኽ ተወደስ ኣምላኽና ልዕሊ ኩሉ ኢኻ እሞ ተመስገን ክብሪ ውሰድ ንስኻ ንስኻ ኣምላኽ ሓቂ ኢኻ እሞ ተመስገን ነመስግነካ ኣሎና እግዚኣብሔር ዕድል ስለ ዝሃብካና ናይ ሎሚ ሰባት ስለ ዝገበርካና ጎይታ ተመስገን ክብሪ ንዓኻ ይኹን እግዚኣብሔር ሰናይ ምዃኑ ዝጠዓሙን ረኣዩን ኢሉ ሰናይነትካ ንጥዕሞን ንሪኦን ኣሎና እሞ እግዚኣብሔር ተመስገን ተባረክ ተወደስ ኣምላኽ ሓቂ ምዃንካ ስለ ዘፍለጥካና ጎይታ እግዚኣብሔር ስምካ ብሩኽ እሞ ተመስገን ሃሌሉያ ኢየሱስ ሃሌሉያ ካብቲ ብርሃንካ ዝተላዕለ ብርሃን ስለ ዝሃብካና ጎይታ ተመስገን ካብ ጽድቅኻ ዝተላዕለ ጽድቂ ስለ ዝገበርካና ጎይታ ተመስገን ጽድቅኻ ስለ ዝሃብካና ጎይታ ተመስገን ኣቦ ሽም የሱስ ክርስቶስ ተባረክ ሃሌሉያ ተመስገን ሃሌሉያ ጎይታ ተመስገን መንነትና ስለዝለወጥከየ ጎይታ ታሪክና ስለዝለወጥከየ ጎይታ ኣቦ ብሽም የሱስ ክርስቶስ ሃሌሉያ ተመስገን ተባረኽ ኣምላኽ ሓቂ ንስኻ ንበይንካ ኢኻ እሞ ተመስገን ኩሉ ትፈልጥ ኩሉ ትኽእል ኣምላኽ ተመስገን የሱስ ሃሌሉያ ተባረኽ ንባረኸካ ኣሎና ክብሪ ውሰድ ንስኻ እግዚኣብሔር ኣቦ ብሽም የሱስ ክርስቶስ ኣሜን ሃሌሉያ የሱስ ክርስቶስ ጎይታይ ክብሪ ንስሙ ይኹን ኣምላኽና ዓብዩ የሱስ ጎይታይ ኣብ ጸጽባሕ ዝምግበና ኣብ ጸጽባሕ ዝበጽሓና ኣብ ጸጽባሕ ዝፍውሰና ኣብ ጸጽባሕ ዘጸናናዓና ኣምላኽ ስሙ ብሩኽ እግዚኣብሔር ይመስገን የሱስ ክርስቶስ ትማሊ ሎሚ ንሱ እንታይ እዩ ያው ጎይታ ይባረኽ ሃሌሉያ ክብሪ ንስሙ ይኹን ባርከስ ለማዓንቲ ድማ ሃሌሉያ ወንጌል ወንጌል ዮሐንስ ምዕራፍ ሸሞንተ እግዚኣብሔር ይመስገን ብኡ ድማ ሎሚ እግዚኣብሔር እዚ ቃል እዚ ይብልና ኣሎ ብኡ ድማ ሸር ክንገብር ኢና ጎይታ ይክበር እግዚኣብሔር ይመስገን ኣምላኽ ዓብዪ ሃሌሉያ ኣብ ጸብጽባሕ ዝምግብ ኣብ ጸብጽባሕ ዝበጽሕ ኣብ ጸብጽባሕ ዘናግፍ ጎይታ ስሙ ብሩኽ እዩ እግዚኣብሔር ይመስገን ሃሌሉያ ጎይታ ተመስገን እግዚኣብሔር ሃሌሉያ ሶሪ

ሓንቲ ቃል ናይ እግዚኣብሔር ፈውሲ እያ እግዚኣብሔር ይመስገን ኣብቲ ቃል እንታይ ኣሎ ምንጋፍ ኣሎ ኣብ ቃል እንታይ ኣሎ ምጽንናዕ ኣሎ ኣብ ቃል እንታይ ኣሎ ፈውሲ ኣሎ ኣብ ቃል እንታይ ኣሎ ምብጻሕ ኣሎ እግዚኣብሔር ይመስገን ኢየሱስ ክርስቶስ ጎይታይ ክብሪ ንስሙ ይኹን ሃሌሉያ ዮሐንስ ወንጌል ምዕራፍ ሸሞንተስ ከምዚ ይብል እግዚኣብሔር ይመስገን ሃሌሉያ ኣብ ዝሞት ዝተረኸበት ሰበይቲ ኢሉ እዩ ዝጅምር እቲ ርእስቲ እግዚኣብሔር ይመስገን ሃሌሉያ የሱስ ናብ ደብረ ዘይቲ ከደ ምድሪ ምስ ወግሐ ከዓ ኣንጊሁ ከም ብሓድሽ ናብ ቤት መቕደስ መፀ ብዙሕ ብዙሕ ህዝቢ እውን ናብኡ ተኣከበ ተቐሚጡ ድማ ይምህር ተቐሚጡ ድማ ይምህር ነበረ። መምሃራን ሕግን የሱስ ክርስቶስ ጐይታይ መምሃራን ሕግን ፈሪሳውያን ድማ ክትዝሙ ዝተታሕዘት ሰበይቲ ናብኡ ኣምጽሉ ኣብ ማእከሉ ደው ኣቢሎም እውን ኣብ ማእከሉ ደው ኣበልዋ መምህር እዛ ሰበይቲ እዚኣ ክትዝሙ ከላ ተታሒዛ ካብዚ ካብዚኣ ከምዚኣ ዝበለት ከምዚኣ ዝበለት ክትዝሙ ሶሪ ከምዚኣ ዝበለት ከኣ ብዳርባ እምኒ ክትመውት ሙሴ ብሕጊ ኣዚዙ ኣሎ ንስኻኸ ብዛዕባ እንታይ ትብል በልዎ የሱስ ክርስቶስ ጎይታይ ኣብ ሕጊ ሙሴ ክዝሙ ዝተታሕዘ ሰበይቲ ብዳርባ እምኒ በቲ ሕጊ መሰረት ትቕትሰል ከም ዝነበረት እዚ ጽሑፍ የረድአና ኣሎ እግዚኣብሔር ዓብዪ ጎይታ ይባረክ ሃሌሉያ የሱስ ጎይታይ ግን ይገርመካ ጎይታ ይባረክ እዛ ሰበይቲ እዚኣ ሲ ቤና ኣይኮነትን ዘምያ ሰብኣይ ሲ ኣለዋት ሰብኣይ ግን ኣይመፀን ሕጊ ሙሴ ግን ሲ ፈላልዩ ከም ዝፈርድ ኢና ንርኢ ማለት እዩ ብዚ ብዘይካታ ሰበይቲ ክትቅፅል ኣምፅኦማ ዞምያት ቤናስ ኣይኮነትን ምስ ሰብያ መቸም ዝሞት ፈፂማ ግን እቲ ሕጊ እንታይ ነይሩ ክዝሙ ዝተረክበ ዝተረኽበት ሰበይትስ ብዳርባ እምኒ ቀተል ዝብል ጽሑፍሲ ኣሎ ኢሎም ንጎይታ የሱስ ክፍትንዎ እዩ ዝብለና ኣብቲ ቃል ከንብበ እግዚኣብሄር ሰናይ እዩ ኣምላኽ ግን እንታይ እዩ ናይ ምሕረት ኣምላኽ እዩ ጎይታ ይባረኽ የሱስ ጎይታ እዩ እንደገና እግዚኣብሄር ድማ ከም ቃል እዩ ዝፈርድ ጎይታ ይባረኽ ጻድቅ እዩ ከም ቃል እዩ ዝፈርድ ማለት እዩ ክብሪ ንኣምላኽ ይኹን እንታይ ኢሉ ኣሎ የሱስ ጎይታ እዩ የስ ሃሌሉያ ንስኻ ብዛዕባ እንታይ ትብል በልዎ እዚ ኸ እዚ መክሰሲ ምእንቲ ክረኽብሉ መክሰሲ ምእንቲ ክረኽብሉ ክፍትንዎ ኢሎም እዮም ዝተዛረብዎ ኢሎም ዝተዛረብዎ ነበረ ኢሉ እግዚኣብሔር ይመስገን ስለዚ ንጎይታ መፈተኒ የሱስ ጎይታ እግዚኣብሔር ዓብዩ መታን ክኸስዎ ምክንያቱ መክሰሲ ምክንያት ሲ ኣይረከብሉን ምንም ነገር ክረክብሉስ ኣይክእሉን እዮም የሱስ ጎይታይ እግዚኣብሔር ዓብይ ጎይታ ወሰና እዩ እግዚኣብሔር ከም ቃል እዩ እግዚኣብሔር ይመስገን ድሓር ከዓ ናይ ምሕረት ኣምላክ ጎይታ ጎይታ ይባረክ የሱስ ክርስቶስ ጎይታ እዩ ቀፂልና ከነንብቦ ኢና ጎይታ ይባረክ እግዚኣብሔር ዓብይ እዩ ሃሌሉያ የሱስ ድማ ደኒኑ በጻብዑ ኣብ ምድሪ ክጽሕፍ ጀመረ። ደጊሙ እውን ምስ ሓተትዎ ከኣ ቅንዕ ኢሉ ካባኻትኩም ሶሪ የሱስ ድማ ደኒኑ በጻብዑ ክጽሕፍ ጀመረ። ደጊሙ ደጊሞም ምስ ሓተትዎ ከኣ ቅንዕ ኢሉ ካባኻትኩም እቲ ሓጢኣት ዘይብሉ ቅድም እምኒ ይደርብየላ በሎም። ከም ብሓድሽ ከኣ ደኒኑ ኣብ ምድሪ ጸሓፈ። ንሳቶም ግና እዚ ምስ ሰምዑ ብሕልንኦም ተረትዑ፣ ካብ ዓበይቲ ጀሚሮም ክሳዕ እቶም ዳሕረዎት ኩሎም በብሓደውን ወጹ። የሱስ ክርስቶስ ጎይታ እዩ። እግዚኣብሄር ዓቢ እዩ። ስለዚ እግዚኣብሄር እንታይ እዩ? ከም ቃል እዩ። ጎይታ የሱስ ጎይታ እዩ። ስለምንታይ እዚ እንታይ ኢልዎም ሲ ሓጢኣት ዘይብሉ ሲ እምኒ ይደርብየላ ኢልዎም። ምክንያቱ ሲ ኣብቲ ዘመን እትስ እንታይ እዩ ሓጢኣት ኣይተወስደን ነይሩ። የሱስ ክርስቶስ ጎይታይ ጎይታስ ጌና ኣይሞተን ኣይተሰቕለን ነይሩ ማለት እዩ ስለዚ ኩሎም እንታይ እዮም ሓጢኣት ነይርዎም እዩ እታ ሰበይቲ ጥራይ ኣይኮነትን ሓጢኣት ነይርዋ ስለዚ እግዚኣብሄር ሲ ከም ቃል እዩ ክብል ጸኒሐ ማለት እግዚኣብሄር ይመስገን የሱስ ክርስቶስ ጎይታይ ስለዚ ሓጢኣት ዘይተወስደ ስለ ዝነበረ ኩሎም እንታይ እዮም ሓጢኣተኛታት እዮም ብሕልንኦም ከዓ እንታይ ገበሩ ይብል ተረትዑ ኢሉ ስለምንታይ ዘመኽንዮስ የብሎምን ነብሶም ተራእይዋስ ሓጥእ ኮይና እያ ተረኺባ ማለት እዩ ሓጢኣተኛ ኮይና እያ ተረኺባ ክፈርድዋስ ኣይክእሉን እዮም ኣምስ የብሎምን ክፈርድዋ ስለዚ እግዚኣብሄር ድማ እንታይ እዩ ከም ቃል እዩ ዝፈርድ እግዚኣብሄር እንታይ እዩ ጻድቕ ፈራዲ እዩ ናይ ምሕረት ኣምላኽ እዩ ድማ እግዚኣብሄር ይመስገን የሱስ ክርስቶስ ጎይታ እዩ ስለዚ ንየሱስ መኽሰሲ ኣይረኸብሉን ነታ ሰበይቲ እውን ክፈርድዎ ኣይከኣሉ ንምንታይ ኩሎም እዮም እንታይ ኮይኖም ሓጢኣተኛታት ስለ ዝኾኑ ሓጢኣት ስለ ዘይተወስደ ዝነበረ የሱስ ጎይታ እዩ ሃለሉያ እግዚኣብሔር ዓብዩ ክፈርድዋሲ ኣይከኣሉን ማለት እዩ ክብሪ ንኣምላኽ ይኹን እግዚኣብሔር ዓብዪ ቀፂልና ከነብቦ ኢና ብሕልንኦም እንታይ ኮኑ ኢሉ ተረትዑ ኢሉ ካብ ዓበይቶም ጀሚሮም ክሳዕ እቶም ዳሕረዎት ኩሎም በብሓደ እውን ወፁ ኢሉ የሱስ ክርስቶስ ጎይታ እግዚኣብሔር ዓብዪ ሃሌሉያ ምክንያቱ ሲ ሰብ ክልወጥ ዝኽእል ብክርስቶስ ጥራይ እዩ እግዚኣብሔር ይመስገን የሱስ ጎይታ ካብ ገዛ ርእሱስ እንታይ የብሉን ሰናይ የብሉን ናይ ገዛ ርእሱ ጽድቅስ የብሉን ማለት እዩ እግዚኣብሔር ይመስገን የሱስ ጎይታይ ብክርስቶስ ግን እንታይ ይኸውን እዩ ይልወጥ ሓራ ይወፅእ ማለት እዩ ክብርና ኣምላክ ይኹን የሱስ ክርስቶስ ጎይታይ ቀፂልና ነንብቦ ኢና ጎይታ ይባረክ የሱስ ምስታ ኣብ ማእከል ደው ኢላ ዝነበረት ሰበይቲ በይኑ ተረፈ ቅንዕ ኢሉ ከዓ ኣብቲ ሰበይቲ እቶም ከሰስትኺ ደኣ ኣበይ ኣለዉ ዝፈርደኪ ዶ የልቦን በላ ንሳኻ ሓደ እኳ የልቦን ጎይታይ በለቶ የሱስ ድማ ኣነውን ኣይፈርደክን እየ ኪዲ እሞ ደጊም ኣይትበድሊ በላ የሱስ ክርስቶስ ጎይታ እዩ ምክንያቱ እግዚኣብሔር ከም ቃል እዩ ፈላልዩ እንታይ ይገብርኒ ኣይፈርድኒ ማዕረ እዩ ዝፈርድ ጻድቅ ፈራዲ እግዚኣብሔር ይመስገን ስለዚ ከሰስትኺ ኣበየ ኣለዉ ኢልዋ ከሰስትኽስ በቃ የለው የሱስ ጎይታይ ኣነ እውን እንታይ ገብረክን ኢሉ ኣይፈርደክን እየ ስለምንታይ እግዚኣብሄር ከም ቃል እዩ ጎይታ ይባረኽ ግን እንታይ ኢሉ ከ ኣሎ ብዚ ከዓኒ ደጊም ክሳይ እንታይ ትኹን ኢሎ ኣይትበድሊ ኢልዋ እግዚኣብሄር ይመስገን ኣምላኽና እንታይ እዩ ናይ ምሕረት ኣምላኽ እዩ እታ ዝቀረብናሉ ሰዓት እንታይ እዩ ዝገብረና ኩሉ ግዜ ይሓፅበና የፅርየና የንፅሃና እግዚኣብሄር ይመስገን የሱስ ክርስቶስ ጎይታ እዩ ንጎይታ ዝጸዋዕካሉን ዝተኣመንካሉን መዓልቲ እግዚኣብሔር ይመስገን ጎይታ ታሪክካ እዩ ዝልውጦ ብናይ ትማሊ እንታይ ይገብረካን እዩ ኣይፈርደካን እዩ ንሱ እንታይ እዩ ናይ ምሕረት ኣምላክ እግዚኣብሔር ይመስገን የሱስ ክርስቶስ ጎይታ እዩ ስለዚ ንጎይታ እንታይ ክንገብሮ ይግባኣና ክንእመኖ ክንቀርቦ ይግባኣና ምክንያቱ ንሳይ እሱ እንታይ እዩ ጻድቅ እዩ ዘድሕን እዩ ናይ ምሕረት ኣምላክ እዩ ናይ ትማሊ ኣይጽብጽበካን እዩ ሕጂ ጥራይ እንታይ ግበሮ ቅረቦ እግዚኣብሔር ይመስገን እግዚኣብሔር ናይ ሕጂ ኣምላክ እዩ ናይ ትማሊ ኣምላክ ኣይኮነን ከምዝን ከምዝን እሞ ጌርክ እንዲኺ ኣይበላ እግዚኣብሔር ኣይበላን እግዚኣብሔር ይመስገን ደጊምክ ግን እንታይ ትኹን ኢልዋ ኣይትበድሊ ኢልዋ እግዚኣብሔር ይመስገን ስለዚ እግዚኣብሔር እንታይ እዩ ከም ቃል እዩ ዝፈርድ ከም ቃል እዩ ከዓ ዝኸይድ ጎይታ ይባረክ የሱስ ክርስቶስ ጎይታ እዩ ነቲ ሓደ ከምቲ ሓደ ገይሩ ኣይፈርዶን እዩ ነቲ ሓደ ከምቲ ሓደ ገይሩ ኣይፈርዶን እዩ እንታይ ብቃሉ መሰረት እዩ እንታይ ዝገብር እግዚኣብሄር ዝፈርድ ስለዚ ጻድቅ ፈራዲ እዩ ጎይታ ጎይታ ይባረክ ስለዚ ከም መጠን ዝቀረብካዮ እግዚኣብሄር እንታይ ዝገብረካ ዝተኣመንካዮ ናይ ሕጂ ኣምላክ እዩ ናይ ትማሊ ኣምላክ ኣይኮነን ስለዚ ብሓጢኣትካ ኣይትከሰስ እንታይ ግበር ናብ እግዚኣብሄር ቅረብ እግዚኣብሄር መስገን እግዚኣብሄር ኩሉ ግዜ እንታይ ዝገብር እዩ ዘንጽህ እዩ ዘጥዒ እዩ ዝፍውስ እዩ እግዚኣብሔር ይመስገን ዝበፅሕ እዩ ጎይታ ይባረክ ሃሌሉያ ግን ደጊምኪ እንታይ ትግበሪ ኢልዋ ኣይቲ የሱስ ጎይታ እዩ ደጊምኪ ኣይትበድል በላ እግዚኣብሔር ይመስገን ደጊምኪ እንታይ ትግበሪ ኣይትበድል ኢየሱስ ክርስቶስ ጎይታ ደጊምካ ዘይምብዳል እምበር እግዚኣብሔር ይመስገን ጎይታ እንታይ ይገብር እዩ የንፅህ እዩ የፅሪ እዩ ይልውጥ እዩ እግዚኣብሔር ይመስገን ይሓፅብ እዩ እግዚኣብሔር ይመስገን ስለዚ ጎይታ እንታይ እዩ ናይ ምሕረት ኣምላኽ እዩ ጎይታ ይባረኽ የሱስ ክርስቶስ ጎይታ እዩ። ዝገርም እዩ። ኣብ ሮሜ ብዛዕባ እዚ ክንብሎ ጨናሕና ማለት እዩ። ሮሜ ምዕራፍ ሰለስተ እንታይ እዩ ዝብል? ጎይታ ይባረኽ። ስለምንታይ እንታይ ኢልና ሓጢኣት ሲ ኣይተወስደን ነይሩ ሽዑ ኢልና እግዚኣብሔር ይመስገን። ስለዚ ኩሎም ሲ እንታይ እዮም ሓጢኣት ሲ ነይርዎም እዩ። ስለዚኦም ብሕልንኦም እንታይ ገበሩ ይብለና ተረቲዖም ኢሉና እግዚኣብሔር ይመስገን። ስለዚ ክፈርድዋ ኣይክእልን እዮም ክንብል ጸኒሕና ጎይታ ይባረክ የሱስ ክርስቶስ ጎይታ እዩ ስለዚ እንታይ ኢሉ ኣሎ ኣብ ሮሜ እውን ብዛዕባ እዚ ይብል እዩ እግዚኣብሔር ይመስገን እንታይ ይብል ጎይታ ይባረክ ምዕራፍ ሰለስተ ክብሪ ንኣምላክ ፍቕዲ ሸሞንተስ ከምዚ ይብል እሞ ከደኣ ካብኣታቶም እንሕሸሉ ዶ ኣሎና እዩ ካብኣታቶም እንሕሸሉ ሓንቲ እኳ የብልናን ምክንያቱ ከምቲ ቀደም ዘመልከትክዎ ኣይሁድ ኮነ ግሪኻውያን ኩላቶም ኣብ ትሕቲ ግዝኣት ሓጢኣት እዮም። እቲ ጽሑፍ ውን ከምዚ ይብል ሓደ እኳ ጻድቕ የልቦን ሓደ እኳ የልቦን ዘስተውዕል ሓደ እኳ የልቦን ንኣምላኽ ዝደልዮ ሓደ እኳ የልቦን ኩሎም ዓልዮም ኩሎም ሓቢሮም ሰሓቱ ጽቡቕ ዝገብር የልቦን ሓደ እኳ የልቦን ይብል እግዚኣብሄር ይመስገን ስለዚ እዚ ከነንብቦ ዝጸናሕና ንሱ እዩ ማለት እዩ እግዚኣብሔር ይመስገን የሱስ ክርስቶስ ጎይታ እዩ ስለዚ እዮም ሓይሊ ዘይረኸቡ ጎይታ ይባረኽ ንምንታይ ሓጢኣት ዓለምሲ ኣይተወስደን ነይሩ እግዚኣብሔር ይመስገን ስለዚ ኩሎም ሓጢኦም ዘንቢሎም ወዲቖም ሓደ እኳሲ ሰናይ ዝገብርሲ የልቦን እግዚኣብሔር ይመስገን ሓደ እኳስ እንተየለን ኢሉ ጻድቅ የልቦን ኢሉ እግዚኣብሔር ይመስገን ስለዚ ክፈርድዋሲ ኣይክእልን እዮም ማለት እዩ ክብሪ ንኣምላኽ ይኹን እግዚኣብሔር ዓብ እዩ ጎይታ ግን እንታይ ዝገብር ኣምላኽ እዩ ዘንጽህ ኣምላኽ እዩ ጎይታ ግን እንታይ ዝገብር ኣምላኽ እዩ ዝፍውስ ኣምላኽ እዩ እግዚኣብሔር ይመስገን ስለዚ ኣነ እሞ ከምዚ እንደ ኣነ እሞ ከምዚ ኣሎኒ ኣይንበል እግዚኣብሔር እንታይ ክህበና መፅዩ ህይወት ምስ ትርፊ ክህበና መፅዩ ከምልጨና እዩ መጺኡ ጎይታ የሱስ እግዚኣብሔር ይመስገን ጎይታ የሱስ ካብ ሰማይ ምምጭኡ ሲ ንዓና እንታይ እዩ ንህይወት ንዓና እንታይ እዩ ንበረከት ንዓና እንታይ ንምምላጥ ንዓና እንታይ እዩ ንምቅያር ማለት እዩ እግዚኣብሔር ይመስገን ስለዚ የሱስ ክርስቶስ ጎይታይ ናብ የሱስ ዝቀረብካሉ መዓልቲ ሓጢኣትካ እንታይ ዝኸውን ዝነጽህ ትነጽህ ኢካ እግዚኣብሔር ይመስገን ጽድቂ እውን እንታይ ትገብር ትረክብ ማለት እዩ እግዚኣብሔር ይመስገን ስለዚ ብናይ ትማሊ እንታይ የገብረካን እዩ ጎይታ ኣይከሰካን እዩ ጎይታ ይባረክ ስለዚ እታ ናይ ምድሓን መዓልትስ ሕጂ እያ ይብል እግዚኣብሔር ይመስገን ስለዚ ጽባሕ ኣይኮነትን ጎይታ ይባረክ የሱስ ጎይታ እዩ ምክንያቱስ እንታይ ኣይንግበር ኣነ እሞ ከምዚ እንደ ዝሕዘና ነገር ሲ ኣይሃሉ ኣብ ጴጥሮስ እውን ከንብቦ ጸኒሐ እግዚኣብሔር ይመስገን የሱስ ክርስቶስ ጎይታ ካብቲ ኮንቲ ዝኾነ ናይ ኣቦታትኩም እምነት ዘይኮነስ ኢሉ እግዚኣብሔር ይመስገን በቲ ኣበርን ርክሰትን ዘይብሉ ገንሸል ብሩርን ብወርቅን ብጠፋእ ነገር ዘይኮነሲ ሃሌሉያ በቲ ኣበርን ርክሰትን ዘይብሉ ገንሸል ኢኹም ተዓዲግኩም ይብልና እግዚኣብሔር መስገን ከምብቦ ጸኒሕ እግዚኣብሔር ይባረክ ስለዚ ናይ ጎይታ ደም እንታይ ዝኸውን እዩ ኣበር ዘይብሉ እዩ ናይ ጎይታ ደም እንታይ እዩ ዘንጽ እዩ ናይ ጎይታ ደም እንታይ እዩ ዘድሕን እዩ ናይ ጎይታ ደም እንታይ እዩ ሃሌሉያ ዝፍውስ እዩ ናይ ጎይታ ደም እንታይ እዩ ዘምልጥ ካብ ጨለማት ዘምልጥ እግዚኣብሔር ይመስገን የሱስ ክርስቶስ ጎይታይ ስለዚ ኩሉ ድማ ክሓልፍ እዩ ኢሉ እግዚኣብሔር ይመስገን የሱስ ክርስቶስ ጎይታ ኣብቲ ከምብበ ፀናሕጉ ኣብ ጴጥሮስ ቀዳማይ ጴጥሮስ ምዕራፍ 18 ማለት እዩ ቃል ግና እንታይ እዩ ንዘለኣለም እዩ ዝነብር ኢሉና እግዚኣብሔር ይመስገን ስለዚ እቲ ንዘለኣለም ዝነብር ቃል እንታይ ንግበሮ ንፍለጦ እቲ ንዘለኣለም ዝነብር ህያው ዝኾነ ቃል እንታይ ንግበሮ ንስዓቦ እቲ ንዘልኣለም ሃሌሉያ ህይወትና ከድሕን ዝኽእል ቃል ንህይወትና ክልውጥ ዝኽእል ቃል እንታይ ንግበሮ ንመርምሮ እግዚኣብሔር ይመስገን ንፍለጦ እግዚኣብሔር ይመስገን ህይወትና ድማ እንታይ ትኹን ኣብኡ ትሰረት ጎይታ ይባረኽ እግዚኣብሔር ዓብዩ ስለዚ ኩሉ ክሓልፍ እዩ ቃል እግዚኣብሔር ግና እንታይ ይኸውን ዘልኣለም ክነብር እዩ እግዚኣብሔር ይመስገን የሱስ ክርስቶስ ጎይታ እዩ ስለዚ ጎይታ እንታይ እዩ ናይ ምሕረት ኣምላኽ እዩ ሕጂ እውን እንታይ ይገብር እዩ ይጽበየካ እዩ ሕጂ እውን እንታይ ይገብር እዩ ሃሌሉያ ጽዋዓካ እግዚኣብሔር ይመስገን ስለዚ እቲ ናይ ምድሓን መዓልቲ ሕጂ እዩ ግዜ ኣይንጸበ እግዚኣብሔር ይባረኽ ኩሉ ድማ ዝድሕን ብመን እዩ ብጎይታ እግዚኣብሔር ይመስገን ኩሉ ድማ ዝጸድቕ ንክርስቶስ ብምቕባል እግዚኣብሔር ይመስገን ካብ ጨለማት ናብ ብርሃን ዝመጽእ ንክርስቶስ ብምቕባል እዩ ጎይታ ይባረኽ የሱስ ክርስቶስ ጎይታ እዩ ስለዚ እዚ ምዕራፍ ሸሞንተ ወንጌል ዮሃንስ ከነንብቦ ዝጸናሕና እግዚኣብሄር ዓቢ እዩ። እግዚኣብሄር ናይ ምሕረት ኣምላኽ እግዚኣብሄር ይመስገን። እግዚኣብሄር ዘናግፍ ኣምላኽ ምዃኑ እግዚኣብሄር ይመስገን። እግዚኣብሄር ጻድቕ ምዃኑ እግዚኣብሄር ከም ቃሉ ምዃኑ እግዚኣብሄር ይመስገን ይምህረና ማለት እግዚኣብሄር ይመስገን። ስለዚ ካብ ቃሉ ወጻኢ እግዚኣብሄር እንታይ ይከውንን እዩ ኣይዛረብን እዩ። ካብ ቃሉ ወጻኢ እግዚኣብሄር እንታይ ይከውንን እዩ ኣይፈርድን እዩ። እግዚኣብሄር ይመስገን። የሱስ ክርስቶስ ጎይታይ ስለዚ ብገለ ነገር እኳ እንታይ ኣይንኹን ኣይንተሓዝ እግዚኣብሔር ይመስገን እግዚኣብሔር እንታይ ኩሉ ግዜ ኣብ ጸጽባሕ ዝምሕር ኣብ ጸጽባሕ ድማ እንታይ ዝገብር ዝምዕድን ዝዛረብን እዩ እግዚኣብሔር ይመስገን የሱስ ክርስቶስ ጎይታ እዩ ስለዚ ነቲ ቃል እንታይ ንግበሮ ጎይታ ይባረኽ ነስተውዕለሉ እግዚኣብሔር ዓብይ ጎይታ ይባረኽ ስለዚ የሱስ ክርስቶስ ጎይታይ እግዚኣብሔር ዓቢ ክብሪ ንስሙ ይኹን። ናይ ሎማዓንቲ መልእኽተይ እዚ እዩ ነይሩ። እግዚኣብሔር ይመስገን። እግዚኣብሔር እንታይ እዩ? ከም ቃሉ ምዃኑ ናይ ምሕረት ኣምላኽ ምዃኑ ብክርስቶስ ህይወት ከም ዝርከብ እግዚኣብሔር ይመስገን። ካባና ሰናይ ከም ዘይብልና ካብ እግዚኣብሔር ግን ሰናይ ከም ንቕበል እግዚኣብሔር ይመስገን። የሱስ ክርስቶስ ጎይታይ ሃሌሉያ። ህይወትና ብእግዚኣብሔር ብየሱስ ክርስቶስ ጥራይ ከም ትልወጥ ጎይታ ይባረኽ። ሃሌሉያ ክብሪ ንስሙ ይኹን። እግዚኣብሔር ዓቢ ጎይታ ይባረኽ። እግዚኣብሔር ይባርኩም። እግዚኣብሔር ይሓልኹም ኣብ ኩሉ ህይወትኩም። እግዚኣብሔር ምሳኹም ቀቅድሜኹም ይሕለፍ ኣብ ህይወትኩም፣ ኣብ ሓዳርኩም፣ ኣብ ነገራትኩም፣ ኣብ ስራሕኩም ሽም የሱስ ሓይሊ ይኹንኩም። እግዚኣብሔር ኩሉ ነገራትኩም ይፈውሶ። ብሽም የሱስ ክርስቶስ ዝተትሓዘኩም ነገር ድማ ኩሉ በጌታ ብየሱስ ክርስቶስም ዝተፈትሐ ይኹን። መፈንጠራ ዘበለ ኩሉ ይበተኽ። ብሽም የሱስ ክርስቶስ ዝከብድ ዘበረ ሁሉ በየሱስ ክርስቶስ ስም ይለዓል። በየሱስ ክርስቶስ ስም ሃሌሉያ። ምስትውዓልኩም ድማ ይከፈት ብሽም የሱስ ክርስቶስ። ኣብቲ ቃል ሓቂ ድማ እንታይ ግበሩ? ተሰረቱ። እግዚኣብሔር ይመስገን። ሃሌሉያ። የሱስ ክርስቶስ ጎይታ ጎይታ ነመስግነካ ስለቲ ቃልካ፣ ስለቲ ዘይውዳእ ምሕረትካ፣ ስለቲ ዘይውዳእ ሓሌትካ፣ ስለቲ ሃሌሉያ ጻድቅ ምዃንካ እግዚኣብሔር ኣቦ ብሽም የሱስ ክርስቶስ ተመስገን ነመስግነካ ኣሎና ስለ ዝጸንሐና ግዜ ተመስገን ስለ ሓይልካ ተመስገን ስለ ከኣልነትካ ተመስገን ጎይታ ንስኻ ዓቢ ኣምላኽ ኢኻ እሞ ተመስገን መስተንክርን ድንቅን ጌርካ ድማ ፈጠርካኒ ይብል እግዚኣብሔር ኣብ ስርሑ ዘይጋገ ኣምላኽ እዩ ንሰብ እንታይ ገይሩ ፈጢርዎ መስተንክርን ድንቅን ገይሩ ፈጢርዎ እግዚኣብሔር ይመስለን እግዚኣብሔር ይመስገን ብምስሉ ድማ ሃሌሉያ ብመልክዑ ድማ እንተኮይንና ተፈጢርና እግዚኣብሔር ይመስገን። ስለዚ ሰብ ዘበለ ሁሉ እንታይ እዩ ክቡር እዩ። ጎይታ ይባረክ። ስለምንታይ ደም የሱስ ክርስቶስ ስለዝፈሰሰሉ ጎይታ ይባረክ። የሱስ ክርስቶስ ጎይታ እዩ። ስለዚ ንኩላትና ንኩሉ ዓለም ተኮይኑ ደም ፈሲሱሉ እግዚኣብሔር ይመስገን። የሱስ ክርስቶስ ጎይታ እዩ። ስለዚ እታ ናይ ምድሓኑ መዓልቲ ሕጂ እያ፣ ንጎይታ ከም ናይ ግሊ መድሓኒኹም እንታይ ግበርዎ ተቀበልዎ ኣግዝእዎ ሃሌሉያ ጎይትነቱ እመንው እግዚኣብሔር ይመስገን ኣብኡ ተመላለሱ ኣብቲ ቃል ድማ ንበሩ እግዚኣብሔር ይመስገን እቲ ንህይወትኩም ዝኸውን ቃል እቲ ንምጽንናዕ ዝኸውን ቃል እቲ ንበረከትኩም ዝኸውን ቃል ሃሌሉያ ተቀበልዎ እግዚኣብሔር ይመስገን የሱስ ክርስቶስ ጎይታይ ጎይታ ሕጂ እንታይ ኣይኮነን ኣይደኸመን ጎይታ ሕጂ እውን እንታይ ኣይኮነን ሃሌሉያ ኣሎ የሱስ ክርስቶስ ጎይታይ ናይ ምሕረት ግዜ ከሎ ንእግዚኣብሔር እንታይ ንግበሮ ንፍለጦ ፈሊጥና ድማ ንስዓቦ እግዚኣብሔር ይመስገን እግዚኣብሔር ካብ ኩሉ ዘምልጥ ካብ ጭንቀት ካብ መከራ ሃሌሉያ ካብ ሕማም ካብ ጸልማት ናብ ብርሃን ዘምጽእ ኩሉ ዘለዎ እግዚኣብሔር ይመስገን እግዚኣብሔር እንታይ እዩ ዕረፍቲ እግዚኣብሔር እንታይ እዩ ሰላም እግዚኣብሔር እንታይ እዩ ሓጎስ እዩ እግዚኣብሔር እንታይ እዩ ደስታ እዩ እግዚኣብሔር ይመስገን ጎይታ ይባረክ ስለዚ ንህይወትና ኣብ እግዚኣብሔር እንታይ ንግበራ ንከልላ ጎይታ ይባረክ ንጎይታ የሱስ እንታይ ንግበሮ ንስዓቦ ንቀበሎ ጎይታ ይባረክ እግዚኣብሔር ኣዕዚዙ ይባርኩም ተባረኩ ንስካትኩም ብሩካት ኢኹም ኣብ ምእታውኩም ምውፃኹም እግዚኣብሔር ሓልኹም እግዚኣብሔር ይመስገን ጎይታ ይባርኩም ሻሎም እግዚኣብሔር ይመስገን ተባረኩ